ሰላም ክቡራት ተኻታተልቲ ስኔማ ሰመረ ከመይ ጸኒሕኹም መቸም ኣብ ኩሉ ሸነኻትኩም ሙቸት ክትህልዉ ናይ ወትሩ ትምኒትና እዩ ብኹሉ ነቕርበልኩም ዘለና መደባትና ሕጉሳት ክትኮኑ እናተመነና ከምቲ ወትሩ ንዓኹም ንምዝናይን ሓበሬታ ንምትሕልላፍን እንጽዕሮ ሕጂ ውን ንዓኹም ይበቅዒ ዝበልናዮ ሓዲስ ዛዕባ ሒዝና ደበኽ ኢልናኩም ኣለና ቅድሚ ምጅማርና ግን ሓደራኹም ላይክ ሼር ሳብስክራይብ ብምግባር ከተተባብዑናን ሓሓዲሹ ክበጽሓኩም ድማ ናይ መዘኻኸሪ ቃጭል ጭር ከተብሉን እናተላበና ስንቅና ሞራል ያሞ ምትብባዕኹም ኣይፈለየና ንብል ንሕጂ ድማ ታሪኽ ሂወት ሓንቲ ካብተን ኣብ ዓውዲ ውድድር ጽባቐ ልዑል ክብርን ዝናን ዘለዋ ውርይቲ ሞዴሊስት ኣይዳ መብራህቱ ዘለዋ ብቕዓትን ዝድስስ መደብ ኢና ሒዝናልኩም መጺእና ዘለና። ክሳብ ፍጻመ ብጽሞና ክትከታተሉና እናዓደምኩ ናብቲ መደብ የስግረኩም ሰናይ ምክትታል። ኣይዳ መብራህቱ ኣብ ኣስመራ'ያ ተወሊዳ ዓብያ። ዕድሚኣ ንትምህርቲ ምስ ኣኸለ ከኣ ካብ መባእታ ክሳብ ማእኸላይ ደረጃ ኣብ ቤት ትምህርቲ ዓወት ድሕሪ ምምሃራ ናብ ካልኣይ ደረጃ ቤት ትምህርቲ ቀይሕ ባሕሪ ሰጊራ ትምህርታ ተኸታተለት። ብድሕሪ ዝኣይዳ ሃገራዊ ጉባኣ ንምፍፃምን ናይ ዓሰርተ ክልተ ክፍሊ ትምህርታ ንምዝዛምን ኣባል ዕስራን ሓሙሽተን ዙርያ ኮይና ናብ ሳዋ ወሪዳ ሃገራዊ ጉባኣን ትምህርትን ቀፀለት። ካብዚ ብምቕጻል ኣይዳ ናይ ዲግሪ ነጥቢ ስለ ዝረኸበት ናብ ኮለጅ ጥበባትን ማሕበራዊ ስነ-ፍልጠትን ዓዲ-ቐይሕ ተጸንቢራ ብዓውዲ ኣፕላይድ ኢንግሊሽን ሊትሌቸርን ተማሂራ። ብድሕሪኡ ድማ ኣብ ክልተ ሽሕን ዓሰርተ ሽዱሽተን ናብ ስደት ኣምርሐት። ኣይዳ ብዛዕባ ኣተዓባብያኣ ክትገልጽ እንከላ ከምዚ እያ ትብል፣ ኣደይ ገና ቈልዓ እንከለኹ ሆስቴስ ኢኺ ትዀኒ እናበለት እያ ኣዕብያትኒ። ብፍላይ ድማ ሓደ ካብቶም ኣብ ኣስመራ ፍሉጥ ዝነበረ ዲዛይነር ዓይኒ ፋሽን እናወሰደት ዝተፈላለዩ ቅዲ ክዳውንቲ ክርኢ ባዕላ ዕድል ትፈጥረለይ ነበረት። ካብዚ ዝተላዕለ ድማ ፍቕሪ እቲ ሞያ ኣብ ውሽጠይ ሰሪጹ ትብል እታ ሎሚ ብሳላ ዘለዋ ጽባቐን ብልሕን ስም ሃገራ ኣብ ምጽዋዕ እትርከብ ጓል ዕስራን ሸሞንተን ዓመት መንእሰይ ኣይዳ መብራህቱ። ኣይዳ እቲ ኣባጋግሳ ናይ ሎሚ ብደረጃ ኣህጉርን ዓለምን ክትዕወተሉ በቒዓ ዘላ ቅዲ ፋሽን ካብ ቤት ትምህርቲ ዋርሳይ ይከኣሎ ሳዋ እዩ ዝጅምር። ብድሕሪኡ ኣብ ኮለጅ ተምሃሪት እንከላ ድማ ኣብ ዝተፈላለዩ ውድድራት ብምውድዳር ካብዚ ቀጺላ ኣብ ክልተ ሽሕን ዓሰርተ ሸውዓተን ከኣ ኣብ ናይጀርያ ኣብ ዝተኻየደ ሚስ ዩኒቨርሲቲ ኣፍሪቃ ተመሳሳሊ ውድድር ብምስታፍ ሓንቲ ካብተን ዓሰርተ ብሉጻት ኮይና ክትምረጽ በቒዓ እያ። ንሳ ኣብ ብዙሕ ሃገራውን ኣህግራውን መድረኻት ውድድር ጽባቐ ዝተወዳደረት ኮይና፣ ትማሊ ኣርባዕተ ሕዳር ክልተ ሽሕን ዕስራን ክልተን ወይዘሪት ኣፍሪቃ ዓባይ ብርጣንያ ንምምራጽ ኣብ ዝካየድ ኩለን ሃገራት ኣፍሪቃ ዝሳተፈኦ ዓብዪ ውድድር ፋሽን ሾው ንኤርትራ ወኪላ ብምውድዳር ዕውትቲ ክትከውን በቒዓ ትርከብ ኣላ። ንሳ ማሕለኻታት ስደት በዲሃ ኣብ ትምህርታን ሞያ ጽባቐን መሰላት ስደተኛታትን ዘተኮረ ንጥፈታት ግብረ ሰናይ ትነጥፍ። ናብራ ስደት ከየሰነፋ ኣብዚ እዋን እዚ ኣብ ዓዲ ኢንግሊዝ ብዓውዲ ሳይኮሎጂን ካውንስሊንን ትመሃር ዘላ ዓቢ ራኢ ዘለዋ ስደተኛ መንእሰይ እያ። ጎኒ ጎኒ ድማ ነቲ ኣብ ሊብያ ዝግበር መሸጣ ደቂ ሰብን ጊላነትን ኤርትራውያን ስደተኛታት ዝኹንን ኣብ ሊብያ ጊላነት ደው ይበል ዝብል ኣብ ሰብኣዊ መሰላት ዘተኮረ ንጥፈታት ከም ግድስቲ ዜጋ ድምጻ ኣስሚዓ ነይራ። ሞዴሊስት ኣይዳ፣ መንእሰያት ዓቕሞም ክጥቀምሉ ነቲ ዘጋጥሞም ስነኣእምራዊ ጸቕጢ በዲሆም ብኹሉ መዳይ ኣፍረይቲ ንኽኾኑ ኣርኣያ ብምዃን ሓገዝ ክህብ'ዩ ድሌተይ ብምባል ከኣ ነቶም ብሰንኪ ዝተፈላለየ ጸገማትን ሽግራትን ውሽጣዊ ብቕዓቶም ቀቢሮም ዘለዉ መንእሰያት ተተባብዕ ኣይዳ ኣብዚ እዋን ንኹሉ ሰጊራ ትመሃርን ትሰርሕን እኳ እንተላ፣ ብዙሓት ደገፍ ዘድልዮም ሰባት ከምዘለዉ ብምዝካር፣ ነቶም ኣብ ጸገም ዘለዉ መንእሰያት ተተባብዕ። ከም ጓል ኣንስተይቲ ሓያል የለን። እግዚኣብሄር ንጓል ኣንስተይቲ ክፈጥራ እንከሎ ሓያል ጌሩ እዩ ፈጢርዋ። ስለዚ ንውሽጥኽን ስምዕኦ፣ ንኹሉ ጸገማት ከኣ እናሰዓርክንኦ ክትከዳ ኢኽን ብምባል ነቲ ኣብ ምጅማራ ዘጋጠማ መሰናኽል ህይወት፣ ድሌታት ውሽጣ ብምስማዕን ብምትግባርን ከም ዘበርዓነቶ ተመኩሮኣ ተካፍል። ኣብ ስደት ኣታዊ ኣብ ዘይብልካን እሞ ድማ ስደተኛ ብዓብይኡ ድማ ኣብ ትምህርቲ እንከለኻ ወይ እውን ኣብ ትሕቲ ስድራኻ ከለኻ ውድድር ፅባቐ ክትጅምር ቀሊል ኣይኮነን። ከም ኣልባሳት፣ መመላኽዒ ነገራትን ካልእ ኣዝዩ ብዙሕ ነገርን ስለ ዘድልየካ ከቢድ እዩ። ግናኸ ተስፋ ከይቆረጻ በቲ ዘለወን ተቢዐን ክጅምርኦ ትመክር ኣይዳ። ምኽንያቱ ንሳ እውን ኣብ ስደት እንከላ ትዕግስትን ኣዶናይን ዝበሃሉ መሓዙታ ብዛዕባ'ቲ ውድድር ምስ ሓበርዋ፣ ክዕወት'የ ዝብል ተስፋ ሒዛ'ያ ናብቲ ኣብ ናይጀርያ ዝካየድ ዝነበረ ወይዘሪት ዩኒቨርሲቲ ኣፍሪቃ ክትወዳደር ትቀራረብ ነይራ። ሽዑ ሓድሽ ክዳን ክገዝእ ስለ ዘይከኣልኩ፣ ዝነበረኒ ክዳውንቲ ኣራርየ ክጥርንፍ ዝረኣያኒ ገለ መሓዙተይ ክዳውንተን ሂበናኒ። ካብ ኣእምሮይ ዘይርስዖ ዮርዳኖስ እትበሃል ሓትነይ ዝሰደደትለይ ባህላዊ ክዳውንቲ ነይሩ። ካልእ እውን ንኤርትራ ወኪለ ክወዳደር ምዃነይ ዝሰምዑ ኣቶ ነጋሽን ኣቶ ሰለሙንን ዝበሃሉ ኤርትራውያን ዘይፈልጡኒ ክነሶም ነብሲ ወከፎም ሚእቲ ዶላር ኣበርኪቶምለይ እትብል ኣይዳ ዕላማኻ ንምውቃዕ ዘይከኣል የለን ብምባል ንኹሉ ነገር ብሙሉእ ነብሰ ምትእምማን ክትከዶ ከምዝግባእ ትዛረብ። ኣይዳ፣ ዝበለጽካ ሰብ ክትከውን ዝደፍኡኻ፣ ብምኽርን ሓሳብን ዝድግፉኻ ዓርከ መሓዛ ምጥራይ ኣብ ዕላማኻ ክትሕይል ብዙሕ'ዩ ዝሕግዘካ ትብል። ኣተሓሒዛ ሞዴሊንግ ክትወዳደር እንከለኻ ድማ መልክዕን ቅርጽን ጥራይ ሒዝካ ዘይኮነስ ብጠባይ፣ ብግብሪ፣ ብሕያውነት፣ ብኹሉ ነገር ነቲ ወኪልካዮ እትወዳደር ዘለኻ ሕብረተሰብ ክትከውን ኣለካ ኢለ እየ ዝኣምን ትብል እሞ ከም ድሌተይ ድማ እዚ ውድድር እዚ ደጋዊ ጽባቐ ጥራይ ዘይኮነ እንተላይ ውሽጣዊ ብስለትን ልቦናን ዘጠቓለለ ብምንባሩ ተሓጒሰ እየ ጀሚረዮ። ነቲ ዝነበረ መፃረዪ ውድድር እናሓለፍኩ ድማ ኣብ ናይ መወዳእታ ደረጃ በፂሐ ኣለኹ ትብል። ብዙሓት ካባና ነቶም ጉዛኣት ወልፍን ጣላዕን ኮይኖም ኣብ ግዳም ዝሓድሩ ኣሕዋትና ከም ሰነፋት ንቖፅሮም ኢና። ግን እቲ ኣብ ስደት ዘጋጥሞም ብድሆን ፈተናን እዩ ናብ ዘይተደልየ ጸገም ዘእትዎም፣ ገሊኤን ጸገም ገዛ ዘጋጠመን ኣሕዋትና ደቂ ኣንስትዮ ምስ ኣዕሩኽተን ምስ ተጸግዓ ጥንሲ ዘጋጥመን ኣለዋ ግን ስለ ዝሰነፋ ኣይኮናን እቲ ዝግባእ ሓገዝ ስለ ዘይረኸባ እየን ኣብ ከምኡ ዝወድቃ ስለዚ ኣብ ክንዲ ንፈርድን ግምታትና ንህብን ክንሕግዝን ከነተባብዕን እዩ ዝግባእ ትብል። ኣይዳ ነቶም ብዝተፈላለየ ጸገማት ግዳም ሓደር ዝኾኑ ስደተኛታት ፍትሒ ስለ ዘሎ ኣብ ውሽጥኹም ጌርኩሞ ንበይንኹም ኣይትጨነቑ ዝኾነ ዓይነት ሽግር ከጓንፈኩም እንከሎ ኣብ ክንዲ ስቕታ ኣብ ከባቢኹም ንዘሎ ምምሕዳር ኣካፍሉ ብምባል ጸገማቶም ንመቕርቦም ከካፍሉን ተስፋ ከይቆርጹን ትላቦም። ስለዝኾነ ኣይዳ ነዞም ፀገማት ዘጋጥሞም ዘሎ ግዳም ሓደር ስደተኛታት መዕቖቢ፣ ምግቢ፣ ሕክምናዊ ሓገዝ፣ ትምህርቲ ንምሃብ ምስ ዝሰርሕ ዋይት ቻፐል ሚሽን ብምትሕብባር ብመልክዕ ጎፋንድሚ ሓገዝ ምውህላል ትሰርሕ። እዚ ትካል ብወለንተኛታት ዝካየድ ኣብ ሽሕን ሸሞንተ ሚእትን ሰብዓን ሽዱሽተን ዝተመስረተ ትካል ኮይኑ ንጽጉማት ማይ፣ መግቢ፣ ክዳን፣ ሕክምናዊ ሓገዝን መጽለልን ዝህብ ትካል ግብረ ሰናይ እዩ። ኣብዚ ትካል ብዙሓት ወለንታውያን ግዱሳት ይሳተፉን የበርክቱን። እተን ኣብዚ ሞያ እዚ ክነጥፋ ዝደልያ ደቂ ኣንስትዮ ከኣ ንውሽጠን ሰሚዐን ጸገማተን ንምብዳህ ተስፋ ከይቆርጻ ክሰርሓን ክጽዕራን ትላቦ። መንእሰይ ኣይዳ መብራህቱ ኣብቲ ኣብ ብርጣንያ ከተማ ለንደን ኣብ ዝተኻየደ ናይ መወዳእታ ውድድር ተዓዊታ ብምህላዋ ኣምባሳደር ወይዘሪት ኣፍሪቃ ዓባይ ብርጣንያ ብምዃን ነቲ ዝካየድ ናይ ግብረ ሰናይ መደባት ባዕላ ክትመርሖ ምዃና'ዩ ዝግለጽ ዘሎ። ብተወሳኺ ኣይዳ ዝዓበየ ዕላማኣ ንመላእ ዓለም ባህልና ባህሊ ኤርትራ ከተላሊ እያ። ኣብቲ ኣቐዲሙ ዝተኻየደ ናይ ምጽራይ መስርሕ ዝበዝሓ ሃገራት ተገሊፈን እየን። ኣብቲ ብሰለስተ ሕዳር ፍርቂ ለይቲ ዝዕጾ መስርሕ ምሃብ ድምጺ ካብተን ተሪፈን ዘለዋ ዓሰርተ ሽዱሽተ ሃገራት ኤርትራዊት ተወዳዳሪት ኣይዳ መብራህቱ ብድምጺ ብልጫ ንኽትዕወት በቒዓ ኣላ። ቻነል ስኔማ ሰመረ ብወገና ነዛ ትስፍውቲ መንእሰይ ብሳላ ዘይሕለል ጻዕራ ተዓዊታ ኣላ እሞ ዮውሃና ንኹልና እንኳዕ ኣብቅዓና ኣይዳ ድማ እንኳዕ ፍረ ጻዕርኺ ኣብቅዓኪ ትብል ቻነል ስኔማ ሰመረ እምበኣርከ ዝኸበርኩም ተኸታተልቲ መደባት ስኔማ ሰመረ፣ ንሎሚ ዝበልናዮ ትሕዝቶ እዚ ዝሰማዕኹምዎ እዩ ነይሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ሙሉእ እዩ ተስፋና። ኣብ ቀጻሊ ብኻልእን ሓድሽን ትሕዝቶ ክሳብ እንምለሰኩም ጸጽቡቑ ንምነየልኩም። ክቡራት ተኸታተልትና ከም ወትሩ ስታፍ ኢኹም ኣብ መደብና ዕዙዝ ስለዝኾነ ርእይቶ መእረምታን ነቐፌታን ኣብ ምሃብ ኣይትሕመቑ። ከምኡ'ውን ብወገንና ክቐርብ ኣለዎ ትብልዎ መደባት ጆባእ ክንብለኩም ወትሩ ቁሩባት ኢና ዘለና። ኣብዛ መደብኩም ድማ ክቐርብ ኣለዎ እትብልዎ ስነ-ጥበባዊ ኣብ ኮመንት ክትጽሕፉልና ኢና ንላቦ። ኩሉ'ቲ ዝቕጽል መደባትና ኣብ ሰሰዓቱ ምእታን ክበጽሓኩም ከኣ ሳብስክራይብ ብምግባር ነታ ናይ ደወል ምልክት ምጽቃጥን ሼርን ምባል እጃምኩም እዩ'ሞ ኣይትረስዑ እናበልና ደጊምና ብምክትታልኩም ኣዚና ኢና ነመስግን። ኣብ ቀጻሊ ብኻልእ ዝተፈላለዩ መሃርን ኣዘናጋዕን ትሕዝቶታት ክሳብ እንራኸብ ደጊምና እንኳዕ ኣብቅዓና። ሰላም ጥዕናን ራህዋን ንኹልና ሰሰናዩ።